ሰላም ሰላም ከመይ ውዕልኩም ከምቲ ልሙድ ሎሚ እውን ከም ቀፃሊ ከምቲ ሰንበት ሰንበት ንገብሮ መጀመርያ እንኳዕ ድሓን መፃኹም ሕጂ እንታይ እዩ ክህልወና ብሕፅር ዝበለ ገለገለ ቃላታት መጀመርያ ክደግመልና እዩ መምህር ብርሃነ እቶም ኣገደስቲ ገደስቲ ንብሎም ቃላታት ድሕሪኡ ናብቲ ናይ ወርቂ ሲልቨር ከመይ ጌርካ ትገዝእ ኢንጀነራል ኮሞዲቲስ ይበሃሉ እንግሊሽ ማለት እዩ ናብኦም ክመፅእ ቁርብ ብርትዕ ዝበለ ርእስቲ እዩ ግን እንታይ ኢና ክንገብሮ እንታይ ክገብሮ መምህር ብርሃነ ኣጽፍፍ ከብለና እዩ ኣሕጽር ከብለና እዩ ንቀጻሊ ከኣ ክሳብ ዝኾነ ኣብ ቀጻሊ ውን ብስፍሕ ዝበለ ክመጽእ እዩ ድሕርኡ ከም ሳልሳይ ወይ ከኣ መወዳእታ ሕቶን መልስን ክህልወና እዩ ክሳብቲ ክሳብ ሎሚ ጽዒናዮ ዘለና ወይ ከኣ ኣብቲ ዩቱብ ዘሎ ኣይኖ ብዙሕ ሕቶ ከም ዝህልወኩም ይርዳኣኒ እዩ ሶ ናብኡ ክንመጽእ ኢና ብጽፍፍ ዝበለ ብሕጽር ዝበለ እንተኮይኑ እቲ ሕቶኹም እቲ ቬግ ዘይኮነ ንጽፉፍ እንተኮይኑ ተመራጺ ይኸውን ያ ዩ ወልካም ብርሂን ንስጎ
Yeah, thank you, thank you ጽቡቅ መእተዊ ኦኬ ሶ ኣብዚ ናይ ሎሚ ትምህርትና ኦፍኮርስ መበል ሻዋ ዕልና ንመሃር ዘለና እቲ ስቶክ ማርኬት እንታይ ተረዲእና እቲ ብሮከሬጅ ብመጠኑ ከመይ ጌርና ንመርፅን ስቶክ ንገዝእን ከዓ ርኢና ኣለና ሶ ስቶክ ማርኬት ክነብል ከልና ወይ ክንዛረብ ከልና ኩሉ ግዜ ክንፈልጦም ዝግበኣና ተርሚኖሎጂ ወይ ከዓ ናይ ስቶክ ማርኬት ቃላት ከዓ ኣለው ንሶም ዓሰርተ ዝኾኑ ክንርኢ ኢና ሎሚ ኦፍኮርስ ኣብ ቀፃሊ እናርኣና ብዙሓት እናርኣና ክንከይድ ኢና ብድሕሪኡ ከዓ ከምዚ መም ደስ ዝበለና ብዛዕባ ኮመዲቲ ትንክፍ ክነብሎ ኢና ብመጠኑ ኣብ መወዳእታ ግን ከምቲ ልሙድ ሕቶን መልስን ኣገዳሲ ዝኮነ ሕቶን መልስን ምስ ሙሉእ መብርሂ ወይ ከኣ ንጹር ጌርና ክንገልጾ ኢና ማለት እዩ። ካብቲ ኣገዳሲ ትምህርትና ግን ብዛዕባ ኢንትሮዳክሽን ቱ ኮመዲቲ ወይ ከኣ መእተዊ ናብ ኮመዲቲ ኢና ክንህብ ኣብዚ። ሶ ኮመዲቲ እንታይ እዩ? መተርጎሚ ኢና ክንጅምር። ስእሊ ንርኢ ኣለና ኣብዚ ኦይል ወርቂ መሳሊ ገለ ገለ ኣለና ኣብዚ ማለት ስለዚ ኮመዲቲ መሰረታዊ ናይ ንብረት ወይ ከኣ ጥረ ኣቕሓ ንብሎ ኮይኑ ኣብ ምፍራይ ኣቑሑት ወይ ኣገልግሎት ንጥቀመሉ ኣዝዩ ኣገዳሲ ቃል እዩ ሶ ኣብነታት ሂበኩም ነይረ ክንድቅስ ከለና ኣብ ናይ ዓራትና ጡጥ ዘሎ ቡን ክንሰቲ ከለና መኪናና ፔትሮል ገለ ክንመልኣ ከለና እዚ ኩሉ ንጥቀመሉ ዘለና ኮመዲቲ ተባሂሉ ዝጽዋዕ እዩ ኦፍ ኮርስ ካብ ኮሜዲ ሕድ ኮሜዲቲ ናብ ስቶክ ማርኬት ዝኣትዉ ክህልዉ ይኽእሉ እዮም ንፅም ጌርና ክንሪኦም ኢና ማለት እዩ ሶ ሓደ ኮሜዲቲ ኣብ ማርኬት ክሽየጥ ምስ ካልእ ተመሳሳሊ ደረጃ ዘለዎ ኮሜዲቲ ክለዋወጥ ዝኽእል ክኸውን ኣሎ ዝብል ዘረባ ኣሎ ሶ ንብል ኢና ብዙሕ ግዜ ወርቂ ዳ ወርቂ እንዲ ንብል ኢና ኦፍኮርስ ወርቂ ወርቂ ተስላ ኣፕል እያ ክንብለን ኢና ወርቂ ግን እንታይ ኩሉ ግዜ ኣብ ኤመሪካ ትረከብ ኣብ ኣፍሪቃ ትረከብ ወርቂ ወርቂ እቲ ኮመዲቲ ኮመዲቲ እዩ ማለት እዩ እቲ ራይስ ከምኡ ክኮን ይክእል እዩ ስለዚ ሓንቲ ጥረ ነገር ማለት እዩ ምስ ካልእ ነገር ብቅልል ዝበለ ክትቀያየረሉ ትክእል ኢካ ስለዚ ኣብ ዓለም ከም ሓደ ዓይነት ጌርና ክንጥቀመሉ ንክእል ኢና ማለት እዩ ስለዚ እቲ ወርቂ ወርቂ እዩ ኣበይ ከም ዝተዓደነ ብዘየገድስ ወይ ኣየናይ ትካል ከም ዝዓደነቶ ከዓ ብዙሕ ኣይንግደሰሉን ኢና ንዛረበሉ እዩ ማለት እዩ ሶ ብዛዕባ ኮሞዲቲ ክንዘራረብ እንተኮይንና ብሓፈሻ ሳፕላይ ኤንድ ደማንድ ከይተዛረብና ክንሓልፍ ኣይንኽእልን። ኣብ ስቶክ ማርኬት ይኹን ኣብ ክሪፕቶ ካረንሲ ይኹን ኦፍ ኮርስ ኣብ ኩሉ ዝሰርሕ እዩ። ብፍላይ ኣብ ኮሞዲቲ ኣብዚ ንብሎ ዘለና በዓል ወርቂ፣ በዓል ሲልቨር፣ በዓል ዚንጎ ንብሎ እዚ ገዛ ናይ ኤሌክትሪክ ንጥቀመሉ እዚ ኦይል መኪናና እዚኦም ኩሎም ብሳፕላይን ዴማንድን እንጥቀመሎም ወይ ከዓ ዝንቀሳቀሱ ነገራት እዮም። ስለምንታይ ምክንያቱ ፍሉያት ሃገራት እየን ንገለ ኮሞዲቲ ዝሰርሓ ማለት እዩ። ኣብነት ክበኩም ይብሎም ሳፕላይ ማለት ጠለብ ደማንድ ጠለብ ንበሎ ስለዚ እቲ ዝኾነ ነገር ክቕረብ ከሎ ወይ ብብዝሕ ነገር ክኸውን ከሎ እንታይ ኮኑ ኢነ ማለት ሓለፍ ይሓስር ንኣብነት ዶላር መንግስታት ፕሪንት ክገብራ ከለዋ እቲ ዶላር ክብሩ ይሓስር ብኸምኡ ከዓ ኢንፍሌሽን የጋጥም ኢልና ኣብነት ኢና ጌርና ማለት እዩ ዴማንድ ኸ ነቲ ዶላር ናቶም ብምቕናስ ድዩ ወይ ካልእ ሃገራት ብዙሕ ናብ ዶላር ከብላ ከለዋ ከኣ እቲ ዶላር ክኸብር ይኽእል እዩ ወይ ከኣ እቲ ናቱ ጠለብ በዚሕዎ ስለ ዘሎ ይኸብር ማለት እዩ። ብሓፈሻ ዝኾነ ኢኮኖሚ ዝኾነ ኣብ ዕዳጋ ዝወረደ ብቀረብን ጠለብን ዝንቀሳቐስ ኮይኑ ብፍላይ እዞም ኮሞዲቲ ንብሎም ዘለና ግን ከም ዝበልኩም ብውሑዳት ሃገራት እዮም ዝወጹ ንኣብነት ኮካዎ ዝበሃል ኣሎ እዚ ቾኮሌት ንብልዓሉ ቾኮሌት ንብልዓሉ ዳርጋ ኣርባዓ ሚእታዊት ቾኮሌት ካብ ኣይቮሪ ኮስት እዩ ዝመፅእ ኣርባዓ ሚእታ ከባቢ ኣርባዓ ሚእታዊት ማለት እዩ ኤግዛክት ኮታ ይትግበርኒ ካብ ሰላሳ ክሳብ ሓምሳ ፐርሰንት ዘሎ ግን ካብ ኣይቮሪ ኮስት እዩ ዝመፅእ ስለዚ ኣይቮሪ ኮስት ዝኾነ ነገር እንተጋጢምዋ እንታይ ይኸውን ኣሎ ሳፕላይ ውሕድ እዩ ዴማንድ ከዓ በንፃሩ ክበዝሕ እዩ እንታይ ከጋጥም እዩ ቾኮሌት ዋግኡ ከኣ ሓፍ ክብል እዩ ማለት እዩ it gets more expensive ይኸብር ስለዚ ዝኾነ ነገር ብሳፕላይን ዴማንድን ወርቂ ከምኡ ሓንቲ እቲያ ትኩዕቲ ነበረት ካምፓኒ ገለ ተጋጢምዋ ወይ ኦይል ካበይ ይመፅእ ኦይል ዝበዝሐ ካብ ስዑዲ ዓረብ ካብ ራሻ ካብ ዩኤስኤ ይብገስ ኣብዚ ግዜ እዚ ኤነርጂ ተሪእነ ዝበዝሐ ሃገራት ኣብዚ ናይ ዩሮብ ዘለና ብፍላይ ብጣዕሚ ከቢሩ ኣሎ ማለት እዩ ስለምንታይ እዚ ምክንያቱ እቲ ሳፕላይ ተቆሪፅና ኣሎ እቲ ቀረብ ዝመጻና ዝነበረ ካብ ራሻ ድዩ ካብ ካልእ ሃገራት ብፍላይ እቲኦም በዓል ጀርመን ከባቢ ዘለኹም ሞር ጽልዋ ዘለዎም ማለት እዩ በዓል ስዊድን እቲ ዝመጽእ ዝነበረ ዘምጽኡ ካብ በዓል ራሻ ዘምጽዎ ዝነበሩ እቲ ሳፕላይ ስለ ዝቐነሰ እንታይ ክኸውን ይኽእል እዩ ዋግኡ እንዳኸበረ ይኸብር ማለት ስለዚ እዚ ኮመዲ እቲ ብከምዚ ዓይነታት ናይ ጂኦፖለቲክስ ወይ ከዓ ናይ ሓፈሻዊ ፖለቲካ ወይ ናይ ባእሲ ዘጋጥም ዘሎ ወይ ዝኾነ ነገራት ከጋጥም ይኽእል እዩ ወይ ከዓ ኣብ ናይ ኣግሪካልቸር ምስ መፀና ከዓ ክንሪኦ ኢና ዝኮነ ኣብ ዝሓለፈ ከኣ ኤግ ወይ እንቋቁሖ ኣብዚ ዓዲ ኢንግላንድ UK ከቢሩ ኔሩ anyway it's expensive everywhere ኣብ ኩሉ ከቢሩ ኣሎ ዋላ በዓል USA ብሓፈሻ ግን ኣብዚ ዝኮነ ሕማም ናይ ደርሁ ኣጋጢሙ ኔሩ ልዕሊ ክልተ ሚልዮን ድየን ሰለስተ ሚልዮን ስለ ዘጋጠመ እንታይ ኣጋጢሙ ኣሎ ብዙሕ ግዜ ዴማንድ ጠለብ በዚሕዎ ሳፕላይ ከኣ ውሒዱ ኣሎ ማለት እዩ ስለዚ ካብኡ ዝተበገሰ እዚ ድኳናት ንሕና ንገዝእሎም ዘለና ከኣ ንዕኦም ስለ ዝከበሮም ጥራይ እዮም ኣክቢሮም ሂቦምና ዘለዉ ተገዲዶም እዮም ሰም ዘክብርዎ ዘለዉ እቶም ድኳን ንገዝኣሎም ኣሎ ስለዚ ኣብ ግምት ክኣቱ ክኽእል ኣለዎ እቲ ኮሞዲቲ ካብ ምንታይ ይመጽእ ከም ዘሎ ማለት ስለዚ ብጣዕሚ ፍላክትዌት ዝገብር እዩ ሳፕላይን ዴማንድን ምርዳእን ኤኒወይ እቲ ኢኮኖሚክስ መምህር ደስዋ ጽቡቅ ገይሩ ገሊጾ ነይሩ ዝሓለፈ ኣዝዩ ኣገዳሲ ኣገዳሲ ትምህርቲ ጠለብን ቀረብን እዚ ከይተረዳእካ ዝኾነ ገንዘብ ክርዳእካ ኣይከልን እዩ ብሓፈሻ ማለት ስለዚ እዚ ኮሞዲቲ እንዶ ዘለና ብከምዚ ዝንቀሳቀስ ኮይኑ ዝተፈላለዩ ዓይነት ኮሚኒቲ እዮም ዘለዎና ሓፈሻዊ በዚ ቀረብን ካልእ ነገራት ፅልዋ ክህልዎ ክእል እዩ ኦፍኮርስ እንታይ እዩ ዘለኹ ንኣብነት ዶላር ክዛረብ ከለኹ ሓደ ካብቶም ኮሜዲቲ ኮይኑ ዶላር ኩሉ ግዜ ኢንፍሌሽን ክኸብር ከሎ ክውስኽ ከሎ ዶላር ከዓ ክውስኽ ዋግኡ ዝርአ ሶሪ ኢንፍሌሽን ክውስኽ ከሎ ማለት ዶላር ክሓስር ከሎ ማለት እዩ ትሽዑ ግዜ ምስኡ ከዓ ወርቂ ከዓ እንዳኸበረ ይኸብር ስለዚ እንታይ ዝኸውን ዘሎ ዶላር እንዳኸበረ ክኸብር ከሎ ከዓ ወርቂ ከዓ እንዳሓሰረ ስለዚ ካብቶም ብብዝሒ ዝሽየጡ ኮመዲቲ ከላልየኩም ኣብዚ ብስእሊ መልክዕ ኣለኩም ጎልድ ሓደ ካብቲ ከም ገንዘብ ጌርና ንጥቀመሉ ከም መጣየሪ ዝነበርና ብፍላይ እዚ ወላ ኣቦታትና ኣዴታትና ጽቡ ጌሮም ዝፈልጥዎ ወርቂ ዝሕዙ ገንዘብ ቀደም ማለት እዩ እዚ ስርናይ ስገምገም ዶ ዘለና ኣለና ብብዝሒ ትሬድ ዝግበር ወይ ከዓ ዝግዛእን ዝሽየጥን እዩ ኦይል ኦፍ ኮርስ ኩልና ኦይል ዋጋ ኦይል ማዕረ ከመይ ክስታይ ከም ዘለዎ ተረዲእና ኩሎ ብዚ ዝሓለፈ ክልተ ዓመት ኣብዚ ናይ ራሻ ዘጋጠመ ማለት እዩ ናቹራል ጋዝ ከምኡ ናይ ፔትሮላት ገለገለ ወይ እዚ ናይ ኤሌክትሪክ ናይ ኩሉ ብሓፈሻ ናይ ቢፍ እዚ ላይቭ ስቶክ ክንሪኦ ኢና ናይ እንስሳ ማለት እዩ ኦፍኮርስ ኮፊ ከዓ ዝበዝሐ ካብ በዓል ኢትዮጵያ ወይ ላቲን ኣሜሪካ ዝመፅእ ስለዚ እዚ ገለ ካብቲኦም ብብዝሒ ትሬድ ዝግበሩ ወይ ከዓ ዝግዝኡን ዝሽየጡን ዓይነታት ኮሞዲቲ ይኾኑ ኣለዉ ማለት እዩ ብሓፈሻዊ እዩ ኮሜዲቲ ክንደይ እዮም ተልካ ብዙሕ ክትብል ከለካ ኦፍኮርስ ብሕፅር ዝበለ ግን ኣብ ክልተ ክንመቕሎም ክንፍት ኢና ኣብዚ ሃርድ ኮሜዲቲስ ን ሶፍት ኮሜዲቲስ ኢልና ክንፅውዖም ኢና ማለት እዩ ከም ዝተረርትን ፎኮስን ዝዓይነቱ ስለዚ ካብ ተፈጥሯዊ ሃብቲ ዝዕደኑ ወይ ዝወፁ ሓፃውንቲ ወይ ከዓ ፀዓት ኢልና ንፅውዖም እዚኦም መታልስ ማለት እዩ ሃርድ ኮሜዲቲስ ኢልና ንፅውዖም ኦኬ ከም ካልኣይ ከዓ ሶፍት ወይ ከዓ ልሱልሳት ኮሜዲቲስ እዚ ከኣ ኣብ ሕርሻ ዘተኮረ እዩ እዚም ኣግሪካልቸር ኢልና ንጽውዖ ዘለና ማለት እዩ እዚ ሓደገኛ ክኸውን ይኽእል ካብ በዓል ወርቂ ሒዝካዮ ኮፍ ክትብል ትኽእል ኢኻ ንነዊሕ ግዜ ክፀንሓካ ክእል እዩ እዚ ሶፍት ኮሜዲቲ ግን ተነቃፊ እዩ ምክንያቱ ዝኾነ ነገር እንትሕዝ ልዕሊ ዓመት እንተሒዝካ ቢ ኤክስፓየር ዝኸውን ክኸውን ይኽእል እዩ ስለዚ ናይ ሕርሻ ኣግሪካልቸር ሶፍት ኮሜዲቲስ ወቕታዊ ይኾኑ ወቕታዊ ክኾኑ ይኽእሉ እዮም ከምኡ ውን ንኽበላሸዉ ተቓላዕቲ እዮም ማለት እዩ ስለዚ ሓንቲ ኣግሪካልቸር ንኣብነት ዊት እንተምፅእ ንኣብነት ስርናይ ኣምፅእ ኣብ ገዛይ እንተቐሚጡ እዮ ገለ ነቐዝ ወይ ገለ ከብልዎ ይኽእሉ እዮም ዝኾነ ሕማማት ከጋጥሞ ይኽእል እዩ ማለት ስለዚ ብሰንኪ እዚ እንታይ ከውን ተነቀፍቲ ክኾኑ ይኽእሉ እዮም ንነዊሕ ግዜ ንክትሕዞም ማለት እዩ ኦፍኮርስ ናቶም ፕሮስ ፖዘቲቭን ኣሉታውን ኣወንታውን ጥቕምን ጉድኣትን ክህልዎም ይኽእል ብሓፈሻ ግን እዚኦም ሶፍት ኮሜዲስ ንሎም ብፍላይ ተነቀፍቲ ክኾኑ እዮም ሶ ናብ መታል ኮሜዲስ ክንምለስ ኢና ወይ ከዓ ህፃውንቲ ዝበልና ብሓፈሻ መታልስ ካብ ዘይተፃረየ ማዕድን ከም ዝፍጠሩ ኣይ ቲንክ ዝበዝሓና ንፈልጥ ንኸውን ኢና ስለዚ ኢንዳስትሪያል መታልስ ዝበሃል ኣሎ እዚኦም ከም በዓል ነዚ ኤሌክትሪክ ኤሌክትሪሲቲ ንክሰርሓልና of course ንዑዑ ሒዝዎ ዘሎ ነገር ከም በዓል ዚንጎ እዚ ኣሉሚንየም ንብሎ copper እዚኦም ኩሎም እንታይ እዮም ከም ኢንዳስትሪያል መታልስ ኢልና ክንፅወዖም ንኽእል ኢና እዚኦም ፕሬሽስ መታልስ ዝበሃለ ግን ከም ቀንዲ ዋላ ኣብዚ ግዜ እዚ ኣብ ፕሬሽስ መታልስ ጥራይ ኣተኪሮም ኢንቨስት ዝገብሩ ኣለዉ ብፍላይ በዓል ሪች ዳድ ፑር ዳድ እንተሪኢኹሞ ዝበዝሐ ገንዘብ ኣብ ምንታይ እዩ ኣብዚ እዩ ዝኣምን ንሱ ኣብዞም ፕሬሽስ መታልስ ማለት እዩ ኢንቨስት ኢንዲስ ኢንቨስት ኢንዲስ እዮም ዝብሉ ንሶም ኣብ ከምዚ ኢንቨስት ግበር ኣብ ከምዚ ግበር እዮም ዝብሉ ከም በዓል ወርቂ ዝብሉ ዘለኹም እዚኦም ከም ስቶር ኦፍ ቫልዩ ንጥቀመሎም ነገራት ከም በዓል ወርቂ ከም በዓል ስለዚ ንኸተምፅኦም ኣሸገርቲ እዮም ብኸም እዮም ኤክስፔንሲቭ ዝኾኑ ብሕሱር ከተምፅኦ ትኽእል ኮይንካ ኦፍኮርስ ሕሱር እዩ ክኸውን እዚኦም ግን ንኸተምፅኦም ኣሸገርቲ ስለ ዝኾኑ እንታይ ትቀንዲ ጥቕሞም ከ ንመኸዘኒ ዋጋ ወይ ከዓ ስቶር ኦፍ ቫልዩ እዮም ዝጠቕሙና እቲ ቀንዲ ጥቕሙ ኦፍኮርስ ወርቅታት ክንርኢ ከለና ናይ እዝኒ ንመፀባበቂ ገለ ንጥቀመሉ ኢና እቲ ቀንዲ ጥቕሙ ኣብዚ ዝኸውን ዘሎ ናቱ ግን ከም ስቶር ኦፍ ቫልዩ ወይ ከዓ ከም መዕቀቢ ሃብቲ ንነዊሕ ዓመታት ዘገልገለ ዓይነት እዩ ማለት እዩ ስለዚ በዓል ቢትኮይን ወይ ገለ ክበሃል ከሎ ሕጂ ኦፍኮርስ ንዕኡ ንክትክኦ እዚ ዓይነት እዩ ዝኸውን ዘሎ ከም ስቶር ኦፍ ቫልዩ ንክጥቀመሉ ሓደ ጥቕምታት ኣለዎ ብሓፈሻ ግን እዚ ፕሬሽስ መታልስ ዝበሃሉ ስፔሻሊ ንስቶር ኦፍ ቫልዩ ወይ ከዓ ንመዕቀቢ ገንዘብ ወይ ከኣ ናትካ ክብሪ ገንዘብካ እዩ ማለት እዩ። ስለምንታይ ኢንፍለሽን ዓሰርተ ሚእታዊት ክውስኽ ከሎ እዚ ወርቂ ከኣ ምስኡ ዋግኡ ክውስኽ እዩ ዝረኣ ነይሩ ስፐሻሊ ኣብ ዝሓለፈ ነዊሕ ዓመታት ኣብ ዝሓለፈ ሓሙሽተ ዓሰርተ ዓመታት ገዲፍና ማለት እዩ። ስለዚ ማዕረ ከምዚ ኣገልግሎት ዘለዎ እዩ። ኣክቹሊ they call it መጸውዕ ኣሎ ከምዚ ሴፍ ሄቨን ንብልዎ ማስ ካብቲ ኢንፍለሽን ንከላኸለልካ ብቕዓት ስለ ዝነበሮ ማለት እዩ። እቶም ካልኣይቲ ኤነርጂ ኮመዲቲስ ኢልና ንፅውዖም ድሕሪ እዚኣ ንመፅእ ማለት እዩ ኤነርጂ ኮመዲቲስ ከ እንታይ እዮም ከም በዓል ሞተራት እዚኦም መሳርሕታት ዝኾኑ ናይ ሮኬት ናይ መካይን እነዚኦም ኩሉ ንምዝዋር ዘድልየና ነዳዲ ዝህበና ከዓ እዚኦም ኤነርጂ ኮሜዲትስ ኢልና ንፅውዖም ኣለና ከም በዓል ኦይል ኤሌክትሪሲቲ ናቹራል ጋዝ እዚ ፔትሮል ቤትን እዚም ኩሎም መሳርሕታት ካብ ይመፁ ካብ ኤነርጂ ኮሜዲስ ወይ ከዓ ኤነርጂ ኮሜዲስ ካብ መጀመርያ ኤክስትራክት ገይሮም እዮም ዘምፅኡ እታ መሬት ኩዒትካ ዝመፁ ዓይነት ኮሜዲትስ ኢና ንዛረብ ዘለና ኦፍኮርስ ኢንቨስት ብከመይ ክትገብር ናብኡ ክንኣቱ ኢና እቲ ሓፈሻዊ ርድኢት ንክህልወና ግን ካበይ ከም ዝመፅእ እንታይ ከም ዝመስል ንምርኣይ ነዚኦም ኤነርጂ ኮመዲቲስ ኢልና ንጽውዖም ላይቭ ስቶክ ከኣ ኣለዉና ኣብዚ ላይቭ ስቶክ ኮመዲቲስ ማለት እዩ ዘዚኦም ከኣ እዚኦም እንስሳታት እዮም ዝኾን ዘለዎ ብዙ ንስጋ ወይ ከኣ እንቋቑሖ ጸባ ኣብ ምሃብ ዘገልግሉና ነገራት ኦፍ ኮርስ ዝበስ ንፈልጦም ኢና ኣብዚ ኩልና ማለት እዩ እዚን ላማት ዝበዝሓ ወይ ኣሓ ንበለን ብብዝሒ ዝሽየጣን ዝልወጣን እየን ዝግዛኣን ዝሽየጣን ዝኾና ዘለዋ ኣብዚ ናይ ኮሞዲቲ ማርኬት ሽብ ኣባጊዕ ኣለና ጎትስ ኣብ ፖትሪ እዚ እንቋቑሖ ገለ ዝህባና ርቢት ድርሆ ገለ መሰልቲ ዘለዋ ማለት እዩ ስለዚ እዚአን ከዓ ላይቭ ስቶክ ኢልና ክንፅዋ ንኽእል ኢና ቀንናተን እንታይ እዩ እንቋቑሖ ገለ ፕሮዲስ ዝገብራ ወይ ከዓ ዘምፅኣ ወይ ምግቢ ዝህባና ዘለዋ እንስሳታት ማለት እዩ ቀጺልና ኣግሪካልቸር ኣይ ቲንክ ዝበዛሕና ስፔሻሊ ኣብ ኣፍሪቃ ኣብዚ እቲ ኣግሪካልቸር ሙሉ ኣተኩሮ ሂቦም ዝሰርሑሉ ዓይነት ስለ ዝኾነ ኣግሪካልቸራል ሕርሻዊ ኮሞዲቲ ከዓ ኣለና ማለት እዩ ኦፍ ኮርስ ኣብ ዓድና ከድካ ኣፍሪቃ ከድካ ካልእ ቦታ ከድካ ናትካ ሕርሻ ክትከፍት ትኽእል ኢኻ ኣብዚ ንዛረቡ ዘለና ሕርሻ ምስ ከፈትካ ናብቲ ኤክስቸንጅ ንኸተእትዎ ትኽእል ኢኻ ንክትዓቢ ማለት እዩ ወይ ከዓ ኣብዚ ግዜ እዚ ኮይንካ ምስቲኦም ከምኡ ዝገብራ ኢንቨስት ክትገብር ከተዋፍር ትኽእል ኢኻ ማለት እዩ ስለዚ እዚኦም ብሓረስቶት ዝፈርዩን ኣብ መላእ ዓለም ዝሽየጡን ክኾኑ ከለዉ ከም ዝበልኩኹም በዓል ካካሆ በዓል ኣይቨሪኮስ ዝመፅእ ከባቢ ዓብዪ ፐርሰንቴጅ ማለት እዩ ኣይቨሪኮስ ገለ ተጋጢሞ ኣፍኮርስ ዋግኡ ክኸብር ጥራይ ክረአ ራይስ ኣለና እዚ ስርናይ ኣለና ኮርን ሹገር እዚኦም ተመሰልቲ ኮተን ማለት እዩ ነዚኦም ዝኣመሰሉ ከዓ ኣግሪካልቸር ብሓፈርሻዊ ዝፈርዩ ወይ ከዓ ዝመፁ ነገራት ይኾኑ ኣለዉ። ኦኬ እቲ ቀንዲ ፕራይስ ኦፍ ኮሞዲቲስ ዋጋ ናይ ኮሞዲቲ ብኸመይ ከም ዝንቀሳቐስ ሳፕላይ ኤንድ ደማንድ እዩ ኢለኩም ነይረ። ስለዚ ሳፕላይ ዲስራፕሽን ከም በዓል ናቹራል ዲዛስተር ወይ ከዓ ተፈጥራዊ ዲዛስተር ወይ ሓደጋ እንተጋጢሙ ፖለቲክስ ከምዚ ሕጂ ዘጋጥም ከሎ እንታይ ይኸውን ዝበዝሐ ግዜ ፕራይስ ናቱ ተነቃፊ እዩ። ቀልጢፍ እዩ ዝቕየር። ፕራይስ ናቱ እንታይ ይገብር ይውስኽ ማለት እዩ ስለዚ ንስኻ ፖለቲክስ ከምዚ ክቐስሙ ይክእሉ እዮም ኣብዚ ብሓፂር ግዜ ከምዚ ከምዚ ክግበር እዩ ዝብል እምነት እንተሃልዩካ ኦፍኮርስ ኣብ ኮሚዲቲ ኢንቨስት ጌርካ ተፀኒሕካ ዋግኡ ክውስኽ ይረአ ኣብቲያ ሳፕላይ ዘላ ማለት እዩ ስለዚ ከምታ ዝበልኩም ናይ ኣይቨሪ ኮስት ኣብነት ዝወሰድናያ ኣይቨሪ ኮስት ገለ ከም ዘጋጥም ገለ እንተፈሊልካ ኮርስ ዋግኡ ክውስኽ ይኽእል እዩ ከምዚ ናይ ሕጂ ከዓ ናይ ኦይል ኣብ ዝሓለፈ ናይ ኤነርጂ ሴክተር ኩሉ ማለት እዩ ስለዚ ሳፕላይ ጸገም ናይ ሳፕላይ ናይ ቀረብ እንተሃልዩ ዋግኡ ይውስኽ ከምታ ቅድም ኣቢለ ዝገለጽኩዋ ማለት እዩ ሃየር ሳፕላይ ወይ ከዓ ትሑት ጠለብ ወይ ብዙሕ ቀረብን ወይ ከዓ ትሑት ጠለብ እንተሃልዩካ ዋግኡ ክውስኽ እዩ ዝረአ ስለዚ ዓለም ኦይል ኣየድልየናን እዩ እንተኢላ ኦይል ዋግኡ ክውስኽ ክንስ ጥራይ እዩ ምክንያቱ መን እዩ ክገዝኦ ዴማንድ የብሉን ጠለብ የብሉን ማለት ስለዚ ብኡ መጠን ከኣ እንታይ ገብር ዋግኡ ዲክሪዝ ወይ ከዓ ታሕቲ ክኸይድ እዩ ዝረአ ስለዚ ኩሉ ግዜ ብሳፕላይን ዴማንድን ኣዝዩ ዝንቀፍ ይኸውን ኣሎ እቲ ፕራይስ ናይ ኮሞዲቲ ኦኬ ስለዚ እቲ ኮሞዲቲ ብሓፈሻ ነዚ ይመስል ኮይኑ ብኸመይ ግን ትሬድ ትገብሮ ብኸመይ ክትገዝኦን ክትሸጦን ትኽእል እዩ ኣዝዩ ኣገዳሲ ዝኸውን ዘሎ ሶ ኮሞዲቲስ ኣብ ሓደ ግዜ ክልተ ዝተፈላለየ ዋጋ ክህልዎ ይኽእል እዩ ስለዚ ሎሚ ከይደ እቲ ናይ ኣስክ ኤንድ ስፕረድ ኣስክ ኤንድ ቢድ ስፕረድ ዘይኮነ ነዚ ኣብ ሓደ ግዜ ክንሱ ዝተፈላለዩ ዋጋ ክከፍለሉ ተኽእለሉ ኦኬ ስለዚ እሱ ከዓ ስፖት ወይ ከዓ ኣብ ቦትኡ ንብሎም ፍቸር ኣብ መፃኢ ፕራይስ ኢልካ ስፔኩሌት ክትገብር ከለካ ወይ ከዓ እምነት ክትገብር ከለካ ክኸውን ይኽእል ስለዚ ስፖትን ፍቸርን ኢልና ክንፈላልዮም ንኽእል ኢና ስለዚ ክልቲኦም እዚኦም ዝብሎም ዘለኹ ስፖትን ፊቸርን ዝብሎም ዘለኹ ማለት እዪ። እቲ ንኽልቲኦም ወገናት ገዛእን ሸያጥን ዝተሰማምዑሉ እንታይ እዩ? ውዑል እዩ። ዋጋ ናይቲ ኮመዲቲ ውዑል ይኸውን ኣሎ ማለት እዩ። እንታይ ድኣ ዝፈላለዮም? እቲ ትራንሳክሽን ወይ ከዓ እቲ ክፍሊት ለውጢ ኤክስቼንጅ ናይቲ ገንዘብ ዝወሃሃብሉ እቲ ሸቐጥ እቲ ዝግዛእ እቲ ገንዘብ ኣብ ዝወሃሃበሉ ትራንሳክሽን ዝካየደሉን እቲ ደሊቨሪ ዕለት ወይ ከዓ እቲ ንብረት ዝበፅሓሉ ምስ ገዛእቲ ዝበፅሓሉ ቦታን ክፈላለ ይኽእል እዩ። ስፖት ፕራይስ እንተኾይኑ ቦታ ማለት ናው ኣብታ ቦታኣ ንምባል እዩ ኣብ ትሽዕ ግዜ ኣብታ ግዜ ዘለካያ ስፖት ፕራይስ ክትገዝኦ ከለካ ኣብ ዘለዎ ዋጋ ማለት እዩ ያ ስፖርት ራይት ብቕፅበት ዝፍፀም ውዕል ዘመልክት እዩ ማለት እዩ ገንዘብ ኣብ ሰዓቱ ደሊቨሪ ብሰዓቱ ዝበፅሓልካ ንብረት ኣብ ሰዓትካ ትትወሃበ ገንዘብ ኣብ ሰዓትካ ደስ በለ ግዜን ኣባጊዕ ሃበኒ እዚኣ ገንዘብ እንካ ማለት እዩ ሓምሳ ይዋግእን እቲ ሓምስኡ ሒዙ ከይድ ኣነ ኣባጊዕ ሒዙ ይኸይድ ይኸውን ኣሎ ፉቸር ከ መፃኢ እዚ ከዓ ኣብ ናይ መፃኢ ስፔኩሌት ክትገብር ከለካ ልክዓም ፉቸር ንመፃኢ ትሓስበ ኣለካ ማለት እዩ ስለዚ ፉቸር ፕራይስ ኣብ ድሒሩ ዝመፅእ ኮሞዲቲ ዝግበር ውዕል ኣብዚ ሕጂ ግዜ ዝግበር ውዕል የመልክት የቀይርዎ ስለዚ ናይ መፃኢ ዋጋ እቲ ትሬደር ወይ ሸቃጢ ገንዘብ ኣቐዲሙ ይኽፍል ኣሎ ብዕዳጋ እንስሳ ክንወስደ ኢና ወርሒ ድበታ በጊዕ ማለት እዩ ናይ መፃኢ ዋጋ ድሕሪ ዓመት ከምዚኣ ዝበለ ሰለስተ ኩንታል ራይስ ኣምፃኣለይ ኣብዚ ግዜ እዚ ሓምሳ ቅርሺ ከፍለከ እየ እዚ ዓይነት ክኸውን ኣሎ እዚ ማለት ንብረት ኣብ መፃኢ እዩ ክመፁ ሕጂ ኮነ ዝወሃቦ ዘሎ ኦኬ ስለዚ ናይ መፃኢ ዋጋ ትሬደር ገንዘብ ኣቐዲሙ ይኸፍል ኣለኹ ዝቅበል ዘሎ ገንዘብ ከ እንታይ መክሰብ ኣለዎ of course ን ካሲኖ ክሰብር ድዩ ኣየጨንቅን ዳሕራይ ክሸየጠለይ ድዩ ክሓመኒ ድዩ ኣይብልን ንብረት ይክበር ይሕሰር ንሱ ወላ ሓንቲ ሕማም የብሉን ማለት እዩ ስለዚ ፊቸር ፕራይስ ዝህሉ ዘሎ ሓደ እቲ ፕሮዲስ ዝገብር ወይ ምንጭ ዘምፅእ እቲ ዝሸይጥ ዘሎ ማለት እዩ ሓረስታይ ኮይኑ እቲ ዝሓርስ ዘሎ ኣቐዲሙ ርትዓዊ ዋጋ ጋራንቲ ዝኾነ ገንዘብ ይረክብ ኣሎ ከምታ ዝበልኩም እንተ ዝበልኩም ደስ በለ ድሓን ምሰ ቀሺ እንካ እዚኣ ዝመጽእ ዘሎ ዓመት ክንዲዚኣ ኩንታል ከምዚኣ ኣምጻለይ እንተኢለዮ እንታይ ይቕበል ኣሎ ደስ በለ ገንዘብ ይቕበል ኣሎ ኣነ እንታይ ገብር ኣለኹ ሪስክ ወስዶ ኣለኹ ማለት እዩ ኣብ መጻኢ ክብር ድያ ክትሓስር ኦፍኮርስ ባዕልካ ካልኩሌት ጌርካ እቲ ኢኮኖሚ ኩሉ ፅኒዕካ ሳፕላይ ን ዴማንድ ትኸዶ ኣለካ ማለት እዩ ካልኣይ ባየር ከ እቲ ገዛኢ ከ ናይቲ ዋጋ ናይቲ ዝገዝኦ ዘሎ ክውስኽ ኤክስፐክት ይገብር ናቱ ኤክስፐክተሽን ወይ ከዓ ናቱ ትፅቢት እንታይ እዩ ዋጋ ሕጂ ሓምሳ ዝህቦ ዘለኹ እንደስ በለ ድሕሪ ሰለስተ ወርሒ ምስ ኣምፅኣለይ ተስዓን ሓሙሽተን ክሸጣ እየ ተስዓን ሓሙሽተን ሓሙሽተ ስለዚ ኣነ ክንደይ ክኸስብ እየ ኣርባዓን ሓሙሽተን ክሸጥ ክኸስብ እየ ኢሉ ይኣምን ኣሎ ማለት እዩ ኦፍኮርስ ሓምሳ ዘሎ ሓምሳን ሓደን ክኸውን ይኽእል ቅርሺ ክኸስብ ይኽእል እየ ብሓፈሻ ግን ሓሳባት የተረዲእኩ ማለት ኮንሰፕት ማለት እዩ ስለዚ እቲ ዝገዝእ ዘሎ እንካብ ሞዘ ገንዘብ እዚኦን ኣብ ቀፃሊ ብከምዚኣ ክኸስብ ዝመፅ ዘሎ ዕስራ ተኮይና ሰላሳ ክኸስብ እዩ ዝመፅ ዘሎ ሰብዓ ተኮይና ከዓ ዕስራ ክኸስብ እዩ ቨሪ ሲምፕል ማለት እዩ ሶ ትሬድ ክትገብር ከለካ ብከመይ ኢካ ትሬድ ትገብሮ ነዚ ኮሞዲቲ ንብሎ ዘለና ቀዳማይ ፊዚካል ከም ዝበልኩም ቀደም ኣቦታትና ኣዴታትና ወርቂ ዝገዝኣሉ ዝነበራ ግዜ ከም በዓል ኮፐር ሲልቨር ዘለዎ ኮመዲቲ ማለት እዩ ወይ ከም በዓል እዚ ኮርን ገዚ ክትሸይጥ ትኽእል ኢኻ ብተወሳኺ ራይስ ከ ሓደ ካብቲ ብብዝሒ ዝግዛእ ንሸይጥን ክኾን ይኽእል እዩ ስለዚ ነዚኦም ነገራት ሒዝካ ብወርቂ ክንከይድና ጃስቲ ሞር ክንፅለና ኣብ ገዛኻ ኮፍ ኣቢልካ ኣለኻ እቲ ወርቂ ስለዚ ዋጉ ምስ ክበርኻ ወይ ከዓ እቲ ኢንፍሌሽን ጠጠው ምስ በለ ክትሸጦ ይኸውን ኣሎ ማለት እዩ ስለዚ እቲ ገንዘብ ናትካ ካብ ብካሽ ትሕዞ ትሕቲ ዓራርካ ኣብ ወርቂ ገዚእካ እቲ ወርቂ ትሕቲ ዓራት ተቐምጦ ኣለኻ ማለት እዩ ወርቂ ንሕንታ እቲ ገንዘብ ከዓ ከም ዘይወድድ ንፈልጥ ኢና ነርና ኢንፍሌሽን ክንዛረብ ከለና እቲ ወርቂ ግን እንተገደደ እቲ ናትካ ትፅቢት ክውስኽ እዩ ዝብል እምነት ኣለካ ምክንያቱ ኢንፍሌሽን ክውስኽ እዩ ዝብል ትፅቢት ክህልወካ ስለ ዝኽእል ወይ ከዓ ዶላር ክሓስር እዩ ዝብል ትፅቢት ክህልወካ ስለ ዝኽእል ማለት እዩ ሶ ኣብ ናይ ፊቸር ክኸውን ከሎ ግን ከም ዝበልኩኹም ሓረስታይ ኣብ ዘለና ሄጀር ንበሎ ፋርመር ሕጂ ኣነ ክሓርስ እንተኮይነ ድሕሪ ሽዱሽተ ወርሒ ድኣ መክሰብ ክረክበሉ ደ እንተከሰርኩ ደ ክብል እዩ ናይ መፃኢ ዝኮን ዘሎ ማለት እዩ ስለዚ ናቱ ሪስክ እንታይ ክገብሮ እዩ ከመሓላልፎ እዩ ናብ መን ናባይ ናብ ሸቃጣይ ማለት እዩ ኣነ ከዓ ስፐኩሌተር እንታይ ክገብር እየ ወርቂ ድሕሪ ክልተ ዓመት ከምዝኸውን እዩ ከምዝኸውን እዩ ኢለ ኣነ በቲ ሳፕላይ ንደማንድ ኣፅኒዐ ኣለኹ ክልቴና ግን ስኢሉ ገንዘብ ክህቦ ኣይክእልንየ ኣነ ስለ ዝበልኩም በታ ናይ ደስበለ ኣብነት ክወስድ ደስበለ ኣነ ክኣምኖ ኣይክእልንየ ገንዘብ ክህቦ ኣይክእልንየ ከጸግመኒ ይኽእል እዩ ማለት እዩ ስለዚ ካብ ሪስኪ ክወጽእ ክብል ተመሊሰ ሪስክ ክወስድ ይኽእል እዚ ስለዚ እቲ ወዲ ከዓ እቲ ዝገዝእ ዘሎ ኣቐዲሙ ገንዘብ ዝኸፍል ክኣምን ኣይክእልን ስለዚ ናቱ ሪስክ ንምቕናስ ከ እንታይ እዮም ክገብሩ ኣብ መንጎኦም ዘሎ ኮንትራክት ክፍርሙ እዮም ማለት እዩ እቲ ኮንትራክት ኣበዮም ዝፍርምዎ ኦፍኮርስ ኣብ ኤክስቼንጅ እቲ ኤክስቸንጅ ናቶም ሪስክ እንታይ ክገብሮም እዩ ንስካ በዚ ምጻእ ንስካ በዚ ምጻእ ናይ ክልቴኩም ውዕል ኣነ ክሕዘልኩም እየ ንስካ ሬጉሌትድ መንግስቲ ስለ ዝኮነ ናትካ ሪስክ ናይቲ ገንዘብ የብልካን ማለት እዩ ስለዚ እዚ ኮሞዲቲ ዝበሃል ከዓ ናቱ ኤክስቸንጅ ኣለዎ ከምዚ ሕዚ ዝበልኩም ንዓካ ክገዝኣሉ ክትሸተሉ ትክእል ደቂ ዓምቱ ብሮከር ዝዓይነቱ ማለት እዩ ልክዕ ከምቲ ዓበይቲ ካምፓኒታት ናይ ኣሜሪካ በዓል ኒውዮርክ ስቶክ ኤክስቸንጅ ኣብ በዓል ናስዳክ ናይ ዩኤስኤ ኣብ ሎንደን ስቶክ ኤክስቸንጅ ናይ ስዊድን ኣብ ናቶም ናይ ኣምስተርዳም ናይ ሆላንድ ንናቱ ኤክስቸንጅ ኣለዎ ዝብል ናይቲ ካምፓኒ ናይዚ ኮሞዲቲ ከዓ ልክዕ ከምኡ ኤክስቸንጅ ኣለዎ ናይ በይኑ ማለት እዩ ሶ ሓደ ካብቲ ዝዓብዩ እዚ ሎንደን ሜታል ኤክስቸንጅ ዝበሃል ኣብ ኢንግላንድ ዘሎ ማለት ኒውዮርክ መርካንታይል ኤክስቸንጅ ዝበሃል ኣሎ ኣብ ዩኤስኤ ቺካጎ ኦፍኮርስ ካብ ነዊሕ ዓመታት ዝገበረ እና ኣብ ኢስት ኣፍሪካ ኤክስቸንጅ ዝበሃል ከዓ ኣብ ሩዋንዳ ኣሎ ኦፍኮርስ ኤቭሪወር ናይ ኢትዮጵያ ኤክስቸንጅ ኣለዎም ናይ ኬንያ ኣሎ ናይሮቢ ሜታል ኤክስቸንጅ ድዩ ገለ ዝበሃል ማለት እዩ ሓፈሻ ግን እንታይ ክብደልየ ኣብ ዝተፈላለዩ ቦታት ነናቶም ኤክስቸንጅስ ከም ዘሎ ማለት እዩ ስለዚ እቲ ዝዓብ ኣብ ኣፍሪካ እዚ ኢስት ኣፍሪካን ኤክስቸንጅ ዝበሃል ኣሎ ማለት እዩ ስለዚ እስኻ ከምዚ ኣብዚ ትገዝን ትሸይጥ ናይ ስቶክ ማርኬት ዝበልናያ በዚ ከዓ ናብዚ ኤክስቼንጅስ ብምኻድ ገዝእን ክትሸይጥን ትኽእል እያ ሶ ብውልቂ ክትገዝእ ትኾንካ ኦፍኮርስ ብውልቂ ኢልናዮ እንተዘይኮይኑ እንተዘይኮይኑ ከንታ ክትገብር ትኽእል ኢኻ ኣብዚ ዝተምሃርናዮ ኩሉ ኣብ በዓል ኢተሮ ዲኹም ክትከዱ ዘሊኹም ኣብ በዓል ትሬዲንግ ትዋንቲ ዲኹም ክትከዱ ዘሊኹም ኮሚዲቲስ ኣብዚ ኣሎ ኮሚዲቲስ ሕጂ ብውልቂ ተደሊኹም ኣብዚ ኣለኩ ማለት እዩ ጎል ተደሊኻ ኣብዚ ግዜ እዚ ክልተ ሽሕ ሸየጣ ላብለና ኣሎ ኮት ክልተ ሽሕ ኮን ክሓጥኻ ሚቢ ትሕቲ ክሓጥኻ ክእሉ እዮም ሶ ኣብዚ ኦይል ኣለና ሲልቨር እዚ ናትጋ ዝብለና ኣብዚ ናቹራል ጋዝ ማለት እዩ ኣብዚ ኮፐር ሹገር ፕላቲኒየም ኮካው ኩሉ ኣለና ኣብዚ ማለት እዩ ድሌትና ዓይነት በዓል ኒከል ድሌትና በዓል ራይስ ኣብዚ ክንገዝእን ክንሸይጥን ማለት
ሸር ግበር
ኣይፓድ ወ ተውፃንላ ምስለንዋ እሺ ታንኪ ሶ ኣብዚ ኣለና ኣብዚ ብሮከረጅ ኣብዚ ናይ ኢቶርያ ንኣብነት ከይደ ዘለኹ ወላ ኣብ ትሬዲንግ ትዋን ትኽኢሉ ኣብ ኩሉ ኣለኩም ማለት እዩ ኣብ ከም ሲኤፍዲ ናይ ሲኤፍዲ ኣብ ቀጻል ኩነ መሃሪና ኣለኩም ነይረ ኣብዚ ኮሜዲቲ ኣለኩም ናይ ስቶክስ ካልእ ነይርና ማለት እዩ ኮሜዲቲ ኢልካ እንተጽሒፍካ ኣብዚ ኣሎ ማለት እዩ ጎልድ ኣሎ ኦይል ኣሎ ሲልቨር ኣሎ ናቹራል ጋዝ ኩሉ ኣለኩም ኣብዚ እዚ ሎሚ ክንትንክፎ ዝጸናሕና ኣርእስትታት ማለት እዩ ኦፍኮርስ ዋግኡ ርኢኹም ኣብዚ ሕጂ ዝወሰኸ ነይሩ 62 ዜሮ ነጥቢ 62 ፐርሰንት ኣብዚ ከዓ ዝቐነሰ ነይሩ ስለምንታይ ቀኒሱ of course ናናቱ ጽልዋታት ክህልዎ ይኽእል እዩ ናዚ መጽናዕቲ ብምግባር ግን ዓቢ ፕሮፊት ከምጻልና ይኽእል እዩ ስፔሻሊ እቶም ንሓጺር ግዜ ትሬድ ትገብሩ ስለምንታይ ቀልጢፉ ላዕልን ታሕትን ክኸይድ ስለ ዝረአ እዚ ማለት እዩ ካልእ እዚ ጃስት ኢቲኤፍ ዝብል ኣዝዩ ፓወርፉል ወይ ከዓ ብብዝሒ ክትጥቀምሉ ትኽእሉ ኢልና ነርና ጃስት ኢቲኤፍ ማለት እዩ ሰርች ብምግባር ኣብ ምኻድ ጃስት ኢቲኤፍ ዳት ኮም ብምኻድ ማለት እዩ ሰርች ጌርኩም ም ኣብኡ ኣለኩም ተለኹም ናይ ኤኮቲ ናይ ስቶክ ዝበልናዮ ተለኹም ናይ ቦንድስ ፕሬሽስ መታል ስለለኹም ኣብዚ ኣለኩም እዚ ኮሚዲ ሎም ዝመሃረ ፀንሕና ማለት እዩ ኣብዚ ምምሃር ሕጂ ኦፍኮርስ ናቱ እዚ ኤክስፐንስ ረሾ ወይ ከዓ ክንደይ ክፍሊት ከም ዘኽፍሉካ ዘለዎ ኣብዚ ብምርኣይ ንኣብነት እዚ ናይ ብሉምበርግ ወይ ከዓ ኢንቨስቶ ብሉምበርግ ኮሚዲቲ ዝብ ዘሎ እዚ ኣኮሚሌት ዝገብር ብዶላር እዩ ኣምበር just ኣብነት ንኾነና ማለት እዩ ኣብኡ ምኻድ ኩሉ ዋጋ ናቱ ክትሪኦ ትኽእል ኢኻ ኮርስ ኣብዚ ኣድቨርታይዝ ዝገብሮ ድጅሮ በዓል ሆላንድ ክትገዝኡ ምሸጥ እንትኽእሉ ማለት እዩ ኣብዚ ኣለውቲ ናቱ ተራና ኤክስፐንስ ረሾ ክንደይ ከም ዝኾነ ናቱ ዓይነት ፖሊሲ እንታይ ማሰ ዲስትሪቢዩት እዮም ዝገብሩ እቲ ናቶም ዲቪደንድ ኣኩሙሌቲ ዝኸውን ወላ ብምንታይ እዩ ኣበይ ይኸ ዘሎ እዚ ናይ ኤርላንድ ካብ ምንታይ ከም ዝብገስ ማለት እዩ ናይ ዩኤስ ኣይኮነን ኣብዚ ንብሎ ዘለና ሶናቱ ፐርፎርማንስ ናይ ዝሓለፈ ክንደይ ከም ዝነበረ ኩለና ናቱ ፋክት ሽት ኣንዋር ሪፖርት ዓመታዊ ዝኾነ ሪፖርት ኩሉ ማለት እዩ እዚ ኪድ ኣገዳሲ እዩ ስለዚ ነዚታት ሪሰርች ብምግባር ወይ ከዓ ብምርኣይ ዝደለናዮ ክንመርፅን ክንሸይጥን ንኽእል ኢና ሶ ኣብ ዘለና እዚ ኢቲኤፍ እዩ ሕጂ ብዙሕ ነገራት ዝሓዘ ማለት እዩ ስለዚ ዋግኡ ወሲኹ ከም ዝነበረ የርእየና ኣሎ ኣብዚ ዓመት እዚኣ ከም ዝወሓደ ነዊሕ ግዜ ከዓ ከምኡ ዓይነት ፅልዋታት ከም ዝነበሮ ሪተርን ማለት እዩ ስለዚ ኣብዚ ከሲሩ ኒዮ የርእየና ኣሎ ክልተ ሽሕን ዕስራን ሰለስተን እዚ ሕጂ ዘለናዮ እዚ ዓመት ኦፍ ኮርስ ዶላር ከቢሩ ስለ ዘሎ ኣብቲ ግዜ እዚ ኢንትረስት ላዕሊ ስለ ዘሎ ኣብዚ ግን በንጻሩ መጠን በቲ ኢንፍሌሽን ዝወስኸሉ ግዜ ንሱ ከዓ ወሲኹ ይረአ ኣሎ ብዚ ማለት ኮርስ ቅድሚ ከዓ ንእሽተይ ቀኒሱ ስለዚ ከምዚ እንዳበለ ክትመርፅን ክትሸይጥን ተኽእል ኢኻ ናይ ኮሚኒቲ ኣዝዩ ኣገዳሲ ትምህርቲ እዩ ማለት እዩ ጽናቱ ኔገቲቭ እንታይ እዩ ኩሉ ግዜ ቮላታይል እዩ ላዕልን ታሕትን ክኸይድ እዩ ዝረኣ ኣብ ሓጺር ግዜ ምክንያቱ ከም ዝበልኩም ብሳፕላይ እንድ ደማንድ ወይ ከዓ ብጠለብን ቀረብን ዝንቀሳቀስ ዓይነት ኢንቨስትመንት ወይ ከዓ ወፍሪ ስለ ዝኾነ ማለት እዩ እዚ ኮመዲቲ ዝበሃል ብሕፅር ዝበለ ነዚ እዩ ዝመስል ኣይሆፕ ብዙሕ ተማሂርኩም ትኾኑ ናይ ሕቶን መልስን ከዓ ክህልወና ይመስለኒ ደሱ
ያ ቴንክ ዩ ቴንክ ዩ ብርሂን እቲ ከም ትስፍሕ ኣቢሉ ዝገለፆ ኩሉ ሻዕ እዚ እንዳዓበኻ ክትከይድ ኮለኻ እንዳጠዕመ እንዳመቀረ እንዳበለፀ እዩ ዝኸይድ እዚ ናይ ኮሚዲቲ ነገር ምክንያቱ ሞስትሊ እቶም ከምቲ ዝበሎ ብርሂን እቶም ትሬድ እንትገብሩ ሕጂ ኦይል ተሪኢኽሞ ብዝሓለፈ ሃይ በጺሑ ሕጂ ብዚ ወርሒ እዚ ጎዲሉ ድሕሪኡ ዝመጽእ ወርሒ ከኣ ሜይቢ ሃይ ክኸይድ ይኽእል ማለትዩ ኩነታት እቲ ናይ ጂኦ ፖለቲክስ እዩ ንኹሉ ዝገብሮ ኮሞዲቲ ብጣዕሚ ጽቡቕ እዩ ንስፔሻሊ ሎንግ ኢንቨስተር ኣይኮነን እዚ ክኸይድ ዝኽእል ሎንግ ኢንቨስተር ድሕሪ ኮንካ ኦፍ ኮርስ ኮሞዲቲ እውን ጽቡቕ ላይክ ጎልድ በዓል ጎልድ ጎልድ ገዚእካ ናይ ነዊሕ ከዓ ኣገዳሲ ከምዚ ሕጂ ዝበልካዮ ምክንያቱ ከም መከላኸሊ ኢንፍሌሽን ስለ ዝጥቀሙሉ ነዊሕ ግዜ ዝኸይድ ኮይኑ ኢንፍሌሽን በዓል ሪች ዳድ ፑር ዳድ ዝበልናዮ ሕጂ ኢትስ ሞር ኣብኡ እዩ ዘተኩር ኣብ ስቶክ ማርኬት ኣይኮነን ዝኣመን ሕጂ እሱ
ትኽክል ሕጂ ሞር ኢንቨስተር ሶ እቲ ቀንዲ እቶም ኮሞዲቲ ምግዛእ ፕሮቴክሽን ኦፍ ኢንፍሌሽን እዮም ዝብልዎ ልክዕ ብርሃነ ፅቡቅ ገይሩ ይገልፆ ነይሩ ግን very sensitive እዩ ብጣዕሚ ኢኻ ትጥንቀቀሉ እቲ ዋጋ ብሓንሳብ ድሮፕ ክገብር ይኽእል እዩ ብሓንሳብ ከኣ high ክኸውን ይኽእል እዩ especially በዓል oil ካልእ ካልእ ናይ ሕርሻ ማለት እዩ so thank you thank you ብርሂን እቲ ዘድልየኩም ውሰድዎ እዚ ግን ብጥንቃቀ በቲ micro economy መጽናዕቲ ዝኸይድ እዩ ከምዚ ሃንደፍ ኢልካ ናይ ተስላ ንገዝኦ ወይ ከኣ ካልእ ኣይኮነን እዚ ጥንቃቀ ዘድልዮ እዩ ግን ንትምህርቲ ከኣ ብጣዕሚ ክንመሃሮን ክንፈልጦን ክሳብ ዘለና ኣብ ቀጻሊ ከኣ ኣዝዩ ኣገዳሲ እዩ ንመብጽዓ ዓበኹም ማለት እዩ ናብ ሕቶን መልስን ኢና ክንኣቱ ሕጂ ክውስከልኩም ኣብዚ ናይ ንኣብነት ኦይል ኢንቨስት ክትገብሩ ትደልዩ ወይ ኤነርጂ ኮሜዲቲ ኢንቨስት ትገብሩ ሕጂ ኣብ ከምኡ ዓይነት ዝነጥፋ ቶክስ ወላ ክትገዝኡ ትኽእሉ ኢኹም ንኣብነት ኣብ ዝሓለፈ ዝገዛእክዋ ነይራ ማራ ትበሃል ማራቶን ኢንክ ማለት እዩ ንሳ ሕጂ ሞር ኣብ ዲጊን ኣብ መኹዓት ወርቂ ኣብ መኹዓት ቢትኮይን ገለ ኣተኪሮም ዝሰርሑ እዮም ሕጂ ንዕኦም ኢንቨስት ተጌርካ እቲ ቢትኮይን ክውስኽ ከሎ ወይ እዚ ናይ ዝኹዕትዎ ዘሎ ወርቂ ክውስኽ ከሎ ናቶም ዋጋ ብተዘዋዋሪ ይውስኽ ስለ ዘሎ ኣብኡ ኢንቨስት ክትገብር ትኽእል ኢኻ ኣብ ዝሓለፈ ዓመታት እንተሪእናዮ ኣብዚ ዝሓለፈ ዓመት እዚ ዓመት ማለት እዩ 222 በዓል ኦይል ከቢሩ ነይሩ ሰብ ብኡ መጠን ኤነርጂ ከቢሩ ነይሩ ብኡ መጠን ከም በዓል ኤክሶን ሞቢል ዝበሃላ ከዓ ካምፓኒታት ማለት እዩ ፕራይስ ናተን ወሲኹ ኣክቹሊ ለስቸክ ኤክሶን ሞቢል ዶ ክንሪኣ ክንሳብ
ዋይ ናት ባህል
ኣብዚ ሪኦ ሕጂ ኦፍኮርስ ኣብዚ ዓመት ከሲራ ኣላ ካብዚ ካብዚያ ይር ቱ ደይት ካብ ዕለት ሓደ ጀሚራ ማለት እዩ ብሓፈሻ ክንሪኦ ከለና ግን እቲ ኩሉ ስቶክስ በዓል ተስላ ገለ ክወርድ ከሎ ንሳ እንታይ ተርእያ ነይራ ብዙሕ ፕሮፊት እያ ርእያ ነይራ ሕጂ ከሲራ ስለ ዘላ ኣብዚ እምበር እዚ እንታይ ሕጂ ሞር ኣብ ናይ ኤነርጂ ኣብ ናይ ኮምታት ኣተኪረን ስለ ዝሰርሐን ማለት ስለ ብዛዕባ ኤነርጂ ኮመዲቲ እንተኮይኑ ቀልጢፉ ክንቀፍ ይኽእል እዩ እዚ ከዓ ብኡ መጠን ምስኡ ክውሰኽ ይኽእል እዩ ማለት እዩ ወይ ማራ ስቶክ እዚ ማራቶን ዲጂታል ሆልዲንግ ኢንክ ዝበልኮ ማለት እዩ ንስካ ልክዕ ከምኡ ምስ ቢትኮይን ክውስኽ ከሎ ምስኡ ክውስኽ እዩ ክረአ ማለት እዩ ስለዚ ብተዘዋዋሪስ ዳርጋ ኣብ ከምኡ ዓይነት ኢንቨስት ይገብር ኣለኹ ማዕረ ከምኡ ተነቃፊ ከም ዘይኮነ ስለዚ በዚታት ብምጅማር ናብቲ ኮሜዲ ክንነጥር ዘለና ክነጥር ንኽእል ኢና ብፍላይ እትዮም ኣብ ሕርሻ ወይ ገለ ኣተኪርና ንዛረብ ንምሃር ማለት እዩ ታንኪ ደሶ